ዮው ሰላም ሰላም ዝኸበርኩም ናይ ሮማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ሮማይ ናትኩም ተመሊሰ መፅእ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ብምቕፃል ኣብና ደሞ ዓንቲ ቪድዮና ክንስሕቕ ክንጫወት ክንዘናጋዕ ክንመሃር ክንሓርር ኣብ ቦታና ተረኺብና ኣለና ቅድምና ቪድዮ ናብ ምታይና ግን ነዚ ቻነል ዝሓደሽ ዝኾንኩም ሰዓት ሃሊኹም ሳብስክራይብ ብምግባር ተሓወሱ ብምቕፃል ነዛ ቪድዮ እዚኣ ድማ እንደይ መስለኩም ሰለስተ ሚእቲ ላይክ ችግር ይብሉ ሰለስተ ሚእቲ ብጣዕሚ እያ ንሽተይ ሰለስተ ሚእቲ ላይክ ምግባር ቪድዮና ክንጅምር ኢና እሽካ መጨረሻ ቪድዮና ምስ ያኾንኩም ትከታተሉ ብኽብሪ ዝሓትት ሰናይ ፃንሒት እሺ ኣሕዋት እስቲ ናይ ሎማዓንቲ ቪድዮ ናብ መጀመሪ ክኾነና ኣገዳሲት ቪድዮ እዚኣ ኣላ ኣገዳሲ ኩላትኹም ክትርእይዋ ክትፈልጥዋ ትግበኩም ማለት እዩ እስቲ ንራያ መጽናዕቲ ከም ዝገልጽዎ እንተ ኮይኑ ምስ ኣዴኻ ተሌፎን ደዊልካ ምዝርራብ ልዕሊ ዝኾነ ይኹን ነገር ጭንቀትካ ከጉድል ከም ዝኽእል ብዓቢኡ ድማ ልዕሊ ሃግስ ጭንቀት ከጥፍእ ወይ እውን ከጉድል ከም ዝኽእል ይነግሩ። እሺ ኣሕዋት እዛ ቪድዮ ምስ ሰማዕኩማ ኢኹም ማለት ምስ ኣዴኻ ተደዋዊልካ ምውጋዕሲ ብዙሕ ጭንቀት እዩ ዘቕለልካ እዩ ዝብለና ዘሎ እዚ ሓውና ስለዚ እንታይ ንጽበ ኣለና ናደወልና ደዊልና ምስ ኣዴና ንዋጋእ ጭንቀትና
እሺ ኣሕዋት ኣብዚ ዝመታ ይብለና ኣሎ ጓል ኣብ ዓሚቕ ፍቕሪ ምስ ኣተወት ተንጸባርቆ ባህሪ እሺ በይዛኻ ዛሓወይ ዛ ካሜራ ጥፈእላ

ኣረ በቃ በቃ ኣኽለኪ ንሸውዓት ይገርመኩም እዩ ማለት ተዋልድ ኣሕዋትና ፍቕሮም ዝሓዘክን ከምዚ ዓይነት ባህሪ ኢኽን ተንፀባርቕ ኣይመስለኒ ከቢድ ባህሪ እዩ ከቢድ ባህሪ እዚ ማለት ዝሓውና ቪድዮ ልቐርፃ ደሎ ብቐልዲ ከይመስለኩም ንምሸታ ከይዱ ነዕርኽቱ

እዚ እዚሲ ኩሉ ክርእ ኣለዎ። ኣሕዋት ሰፋዩ እዩ በቃ ኣብዚ ደገብራ ኣብዚ ደገብራ ናበለ ደዩ ደዩ ኣብዮ ሓላይ ሓላይ ሓላይ ይኹን ይኹን ይኹን ካብዚኣ ዲኽ ጀምራ
ካብዚኣ
ኣብዚኣ ዲኽ ብፃሕ

እዞ ኣሎ ኣብኡ በፂሕኻ እኮ ካብ ዘይትምለስ ኣብኡ ዝበፂሕኻማ ኣትኪኣ እተኻ ኣይትምለስ ዝሓወይ
ሸውዓት እዚ ቪድዮ ድራማ እዩ ድራማ እዩ ካልእ ነገር ከይመስለኩም ግን እዚ ድራማ ፍልይ ዝበለ ድራማ እዩ ፍልይ ዝበለ እዛ ሓፍትና እውን ግደፍ ከይትብሎ ሲ ሱቕ ኢላ ሱቕ ዘሪ ተበላ ትዘር ሓፍተ በለላ ሱቕ ትብል እንታይ መኪኑ እሳ ሱቕ ተላቶ ኣሓና እንታይ ልዛርብ ኔና ሱቕ ኢና ንሓልፍ ካሊእ ቪድዮ ንረኣ ጽቡቕ ሓበሬታ ሸር በልዎ ሰብ ሓዳር ንኸይፋትሑ ፍቑራት ንኸይፈላለዩ ሓድሽ ጽሑፍ ሒዝናልኩም መጺና ኣለና እሺ። ደቂ ኣንስትዮ እንታይ ይደልያ ኣወዳት እንታይ ይደልዩ ሰብ ሓዳር ንከይፈላለዩ ፍቑራት ንከይፈላለዩ እሺ ንስማዕ ጽቡቕ ኣወዳት እንታይ ይደልዩ ዓሰርተ እሺ። ቁጽሪ ሓደ ቡራኼ ስጋ ጾታዊ ርክብ እንተደልዩ ኣይትኽልኡዮ ስድራቤቱ ፍተውሉ፣ ኣዝማዱ ኣኽብርሉ፣ ሓቂ። ብፍጹም ኣይትጨቕጭቕዮ፣ ትኽክል። ተኣዘዝዮ፣ ጥዑም ሃናጺ መግቢ ስርሕሉ፣ እሺ። ኣብ ዝሓርቐሉ ግዜ ሰዓምዮ፣ እሺ። ሓሻሺት ኣይትኹኒ፣ ኣሃ። ናብ ሞባይሉ ገጽኪ ጠልቀምቀም ኣይትበሊ፣ ኣህ። ቁጽሪ ዓሰርተ ድማ ኣብ ዝሽገረሉ ግዜ ደግፍዮ። ሓሪፍ። ደቂ ኣንስትዮ ካብ ወዲ ዝደልይኦ ነገር ድማ፣ ጽቡቕ። ስማዕ ስማዕ ኣታ ወዲ፣ እሺ። ስማዕ ኣታ መንእሰይ ጓል እንታይ እያ ትደሊ? እሺ። ቁጽሪ ሓደ ገንዘብ ሃባ፣ ቁጽሪ ክልተ ኩሉ ግዜ ገንዘብ እዋ። ሃባ፣ ቁጽሪ ሰለስተ

ትእዛዝ ቁፅሪ ትሽዓተ ገንዘብ ተስኢንካ ተለቂሕኻ ሃባ ትእዛዝ ቁፅሪ ዓሰርተ በጃኻ እንተስቂልካ ገንዘብ ሃባ እሺ ኣሕዋት ብፍላይ ድማ ወዳት ኣሕዋተይ ማለት እዚ ጉዳይ ሰሚዕኩሞ ኢኹም ገንዘብ ገንዘብ ገንዘብ በቃ ክሳብ ቁፅሪ ዓሰርተ ብገንዘብ እያ ግን ግን ቁፅሪ ዓሰርተ ሓደ ባዕለ ክውስኸልኹም እንታይ ወርቂ ወርቂ ተይኹም ፅቡቕ እዩ ማለት ወርቂ ዝደልያ ኣሕዋትና

ብዘይ ኣብዚኣ ኣብ ኩሉ ቀይሕ ሺ ብዘይ ኣብዚኣ ሲ ኣብ ኩሉ ወርቂ ይገበር እሺ ኣሕዋት ሰው እዚ ድማ እንታይ ይብለና ኣሎ እንታይ እዩ ዘጋጥም ዘሎ እስቲ እንታይ እዩ ናበይ እዩ ዋ፣ እንታይ እዩ እዚ ዋ ኣሕዋት እንታይ ሓሲቡ ትራፓኖ ሒዝኻስ ናብ ውሽጢ ድዩ ዋ ስም ኣም ኣሕዋታ ኢሉ ይፍጠር ኣሎ እንታይ እዩ ተረዲእኩም ድዩ ኣቐብሎ ኣቐብሎ ኣቕሓ ይደሎ በስማም ቼክ ቼክ ኣረ ውፃእ ኣረ ውፃእ ቤዛኻ ሸውዓት ቪድዮ ምረን ኣዩ እንታይ እዩ ኣነ ምንም ኣይተረድአንን ምንም ዝሓውና ትራፓኑ ሒዙ ላይት ሒዙ ገለ ናብ ውሽጢ ኣትዩ እንታይ ኢኻ እንታይ እዩ ጥንሲ ሎሚ እሺ ዋየ ዋየ ኣታ ሮባት ኣርኣውንከ ኣታ ወደይ እታ ሰበይተይ ጠኒሳ ጠንስ ዘላ ካብኡ ብዙሕ ፕሮግራማት ኣሎ ኢሎም ካብኡ ሓደ

ልኾነ ቆልዓ ይጥነስ ተጠኒሱ ንሃለየ ፕሮግራም ንዮ ቁለድ ተሎ ፕሮግራም ንዮ ምስ ተወለደ ፕሮግራም ንዮ ክርስትና ግበር ተሎ ፕሮግራም መንዲ ተወልዮ ረብዚኣ ግን ኣሕዋት ካብዚ ኩሉ መፍትሕታ ድያ መሲልኩም በቃ ከምዚ ፕሮግራማት ክበዝሐካ ተሎ ምስ ወለድካ ምክሓድ ምክሓድ በቃ ኣነ ወለድ ክኾን ዝቆልዓ እዚ ኣቦ ይትኣለሽ ድላ ይገበረሉ እሸውሓት ኣብዚ ማታ ይብለና ኣሎ ዘረኦም ፈዳይሕና

ግን ይገርመኩም እዩ ዝለዋግዕዎ ኣለዎ እንግሊሽ ትክክለኛ እንግሊሽ የኮነይ ብፍላይ ድማ ና ዘረኦም ሓውና እንግሊሽ ማለት እዩ ግን ተረዲእኒ ኣነ እንግሊሽ የርድእን ነይሩ ቅድሚ ሕዚ ድራማ ክርኢ ተለኹ ፊልሚ ክርኢ ተለኹ ገለ ኣይርድእን ነይሩ ናዚ ግን ተረዲእኒ ማለት ዌር ዩ ሊቭ ግዛዕ ክብል ተሎስ ብደንቢ ልርደእካ እዚ እንግሊሽ ኣማይ ንኾንኩም ተስፋ ይገብር ተለዊጠ እሺ

ልውጥ ባልሽ ክዳንካ ሓፀ ክዳንካ ሓፀ መጀመርያ ደጎል ሓሳዊ ሽዑ እዛ ቪድዮ ቀሊል መልእኽቲ ዘለዋ ከይመስለኩም ማለት ብዙሓት ሰባት ትርጉም ህይወት ተለዊጠ ግዛዕም ዛዕል ይብል ደርፍና ትጠቐሙ ቲክቶክ ሰርሖ ኢና ኢና ማለት ካብዚ ነይረስ ናብዚ መፅ ብዝብል ቪድዮ ብዝብል ሓሳብ ማለት እዩ ግን እዛ ደርፊ ትገልፅ ተተለዊጥካ ጥራሕ ተተለዊጥኻ ማለት ኣነሲ ከምዚኣ ኢለ ነይረ እዛ ጭሕመይ እዚኣ ላፅ ወይ እዛ ጭሕመይ እያ ከምዚኣ ኢለ ነይረ እዛ ጭሕመይ ላፄ ትርጉም ስሩዕ ተለዊጠ ገለ ትሄደስ ኖኖ ኣይተለወጥኹም ኣይተለወጥኹም ትር ለለ ለውጢ ክኾን እኒኦ ስለዚ ኣቱም ብዛ ደርፊ እዚኣ ጌርኩም ትሰርሑ በይዛኹም ንሸ ለውጢ እኳ ተለወጡ ንሸ እሺ ሓት ኣብዚ ድማ እንታይ ኢለና ኣሎ ቺት ዘይገብሩ ኣወዳት ደገፍቲ ኣርሰናል እዮም ሓቂ ድዩ እሺ ንስማዕ ንስማዕ
ቺት ዘይገብሩ ኣወዳት እንተለዉ ደገፍቲ ኣርሰናል ኢዮም ክብል ሰሚዐዮ ሓደ ብኸመይ? ዋእ ከመይ ምስ በልኩዎ እንታይ ኢሉኒ እዚ ኩሉ ዕስራን ገለን ዓመታት ዋንጫ ፕሪመር ሊግ ከይወሰዱ ጋስትራይት እንዳሓመሙ ዝደገፍዋ መግለጺ ካራክተሮም ኢዩ ዘርኢ ሰበይቶም ዋላ ሕምም እንዳበለቶም ምስኣ ትቕጽሉ ተኽእሎታት ኣሎ ክብል ሰሚዐዮ ሕጂ ከኣ ኢሉ ደገፍቲ ዩናይትድ ከኣ እሙናት እንዳኾኑ ይመጹ ኣለዉ እቲ ምንታይ ክንድዚ ዓመት ዋንጫ ኣይወሰዱን ኢሉኒ እዚ ነገር እዚ ሓቂ ድዩ ስፔሻሊ ተናዋልዲ ከም ትፈልጦ እንተ ኣፍቃሪኽን ወይ ድማ ሰብኣይክን ደጋፊ ኣርሰናል ወይ ደጋፊ ዩናይትድ ኮይኑ እዚ ዝብልዎ ዘለዉ ሓቂ ድዩ እሻሓት እዚ ጉዳይ መይ ሓቂ ድዩ እንታይ ኣለኩም ሓሳብ ኣነ ሓቂ ምንጋር ኩዕሾ ይፈልጥን በቃ እዛ ዓለም ዋንጫ ትበሃል እሳ ኢል ርኢ እሳ ኮ ፊለ ርኢ ካብኡ በቃ ኣይፈልጦ ድሕሪ ኩዕሾ ዝበሃል ነገር ከየፀርፉ ነገር ከየፀርፉ ብመቐፃል ንኣርሰናል ደገፍተመ ኢኹም ቺ ትገብሩ ዲኹም ገለ እስቲ ተስፋኹም ህመይ እስቲ ኣፍቀርትኽን ሲ ንኣርሰናል ደገፍቲ ዝኾኑ ኣዋልዶ ሓትና ኮመን ፀሓፋልና እስቲ ቺ ትገብሩ ድዮም ኣይገብሩን ፀሓፋልና እሞ ክንፈልጥ ድሕሪ ዘይገብሩ ተኮይኖም ኩላና ንኣርሰናል ደገፍቲ እሺ ሓቶ ዝመታ ይለና ኣሎ ኣነስ ኣወዳት ዝደፈርዎ እዩ መሲሉኒ ነይሩ እሺ ታይ እዩ። ታይ ዓይነት ግዜ ኢና በጺሕና። ታይ ኮይኑ ፍናን ዳዲ ማሚ ወደ ኣሕዋት።
ሰብኣይ ዝነበረ ክድፈር ሰብኣይ ዝነበረ ዝድፈረሉ ግዜ በጺሕና። ኣሕዋት ሓና ንገድድ እኮ ማለት ሓዚና ፈሪሕናሉ ሽጉርቲ እዩ

ኢድካ ይትቆረፅ ንስዑ ኣዚ ቪድዮ ምረናዮ እዩ ማለት ሓቁ እዩ ሓቁ እዩ ታይገር ሽጉርቲ ናብ ብዙሓት ወዳ ፀገም እያ ኣነ ዝገርመኒ ኣዋልድ ክቐርፋ ተለዋ ኣይበኽያን ብዙሕ ግዜ ርኤ ዋላ ማዛ ትቐርፍ ተላ ዋላ ሲስተር ገለ ክስርሓ ተለዋ ሲ ኣይበኽያን ኣይበኽያን ንሕና ግን ሓንቲ ሽጉርቲ ጣዕ ቢልና ተጀሚርካ ከቢድ እዩ ከቢድ እዩ እስና እዚ መፍትሒ ትፈልጣ ኣሕዋትና ተሃሊኽን ኣብ ኮመንት ዝሓፋልና ዝኾነት ኔራ መፍትሒ ልፈልጣ ቅላጥ ሽጉርቲ ሲ ኣብ ውሽጢ ኣቕምጦ ኣብ ውሽጢ ኣቕምጦ እሞ ካብኡ ኣየቃፅለካን ዝበሃል ነገር ግን ፎቲናዮ ሞኪርናዮ መፍትሒ የለን ኣብዩ ኣብዩ የንብዐና ኣሎ ስለዚ ናዚ ጉዳይ እዚ መፍትሒ ትፈልጣ ኣሕዋትና ተሃሊኽን ከምዝገበሩ ከምዝገበሩ ኢልኸን ፀሓፋልና
Nice። እሺ ኣሕዋት ካብዚ ምቅጻል ድማ ሓደ ሓውና መልእክቲ የሕልፈልና ኣሎ ሕጽር ለለት መልእክቲ ንስማዮ እስቲ። ኣፍቃሪተይ እንተ ደኣ ብዕለይ ቺት ጌራ እሺ።
እቶም ንዓይ ትፈልጡ መጺኹም ድማ ዓርክኻ ዘሚዋ ዓርክኻ ምስዚ ወዲ ዝተራእያ ገለመለ ትብሉ ኦ ቅድሚ ከምኡ ምባልኩም ሓዳሽ ጓል ሒዝኩምለይ ትመጹ ስንግል ምዃን ጽልኢ እየ።
ዓሪፍ እያ እዚኣ እንደዘይ ኮይኑ ኣፍኩም ሕዙልና ወላቺ ትግበር ዋላ ገለት ኣሕዋት ዝሓውና ሰሚዕኩሞን ኢኹም ማለት ከይትነግርዎ ዓርኩ ቺት ናገበረተ ነይራ ከይትነግርዎ ክትነግሩ ተሓሲብኩም እውን ከምዛ ለውላ እያ ካልእት ኣፍቃሪት ሒዝኹም ድኽዱ እሸሓት ሰው ዝልመታ ኢለን ኣሎ እቶም ዝተፀበኽዎም ሰባት ኣይበፅሖንን እሺ
ኣነስ ተጨኒቐ ሓሚመ ተሸጊረ ተፀጊመ ከለኹ እናፈለጡ እቶም ዝኣምኖም ዝፈትዎም ሰባት ኣብ ጎነይ ክህልዉ ከዓ ትፅቢት ዝገብረሎም ሰባት ከምቲ ዝድለ ኣይኮኑን ኣይሓገዙንን ኣይሓብሓቡንን ከምቲ ዝድለ ኣይበፅሑንን ከምቲ ዝድለ ኣይደወሉለይን ኢልና ብዛዕባ ንፈትዎም ሰባት ብዙሕ ግዜ ተቐይምና ንኸውን ኢና ኣብ ብዙሕ ሰብ ዘጋጥም እዩ ልብና እውን ተሰይሩ ክኸውን ይኽእል እዩ ግን እስከ ከምዚ ኢልና ከዓ ንሕሰብ እቲ ትፅቢት ኣንቢርናሉ ዘለና ሰብ ክድውለልና ድሃይታ ክገብር ክሕብሕበና ምናልባት ንሱ ዘይተዛረበሉ ካብ ናትና ዝዓቢ ሽግር እንተሃልዩዎ ምክንያቱ ብዙሕ ግዜ ኣብ ከምዚ እዋናት ቀልጢፍና ናብ ፍርዲ ኢና ንኣቱ። ሰብ ጠላም፣ በዓል ኩስቶ፣ ደይ ሎሚ ሓሚመ፣ ደይ ሎሚ ተሸጊረ፣ ኣብ ሎሚ በጺሖም ደይ ኣጥፊኦም፣ ደይ በጽሑኒ፣ ደይ ረኣዩኒ፣ ደይ ደወሉለይ፣ ብዙሕ ግዜ ከምዚ ዓይነት መረረ ይስማዕ እዩ። ግን እታ ሰዓት እቲኣ ንሕና ስለ ዝተዛረብና ሽግርና ተፈሊጡ ክኸውን ይኽእል እዩ። ካልኦት ሰባት ግን ናባና ዘየብጽሕዎ ከቢድ ሽግር ኣሓልፉ ክህልዉ ይኽእሉ እዮም። ምኽንያቱ ኩሉ ዝተዛረበ ተሸጊሩ እዩ፣ ካልእ ከኣ ዘይተዛረበ ናብርኡ መሊእሉ ኣሎ ማለት ኣይኮነን። ክንደይ ፍሽኽታ ዝኽውሎ ቃንዛ እዩ ዘሎ። ክንደይ ሰብ ኣሎ ምሳኻ ስሒቑ ገዝኡ ከይዱ ዝበኪ። ክንደይ ብሩህ ገጽ ዩ ንክንደይ ቃንዛ ከው ኢሉ ዘሎ ኩሉ ክዳን ዝጸበቀ ኩሉ ዝተማላከዐ ኩሉ ኣብ ሶሻል ሜድያ ወጽዩ ጽቡቅ ዝመሰለ ጽቡቅ ዘሎ ዝመሰለ ብብዙሕ ነገር ሓልፉ ብብዙሕ ከበድቲ እዋናት ሓልፍ እዩ እቲ ፍልልይ እንታይ እዩ ተልኩም ኣብ መንጎ ንካልኦት እናተዛራብካ ሽግርካ ምክፋልን ኣብ መንጎ ስቕ ምባልን ዘሎ ፍልልይ ስለዚ ኣብ ክንዲ ተቓዳዲምና ምፍራድ ሲ እዛ ሓወይ እዛ ሓፍተይ ሲ ምናልባት ናባይ ዘየብፅሖ
ከቢድ ካልእ ሽግር ክህልዎ ይኽእል ይኸውን እዩ ኢልና ክንሓስብ ንኣእምሮና ብጣዕሚ ዕረፍቲ ስለ ሸውሓት እዛ ቪድዮ ምረናያ እያ ማለት ብጣዕሚ ሓቂ ነገር እያ ተዛርያ እዛ ሓፍትና ንኹን ነገር ተሸጊርና ሲ ካብ ሰብ ሓገዝ ንጥይቕ ብፍላይ ድማ ካብቶም ብጣዕሚ ንቐርቦም ወይ ንፅቦዮም ሰባት ክሕግዙና ካብኡ እሳቶም መፍፃዕቲ ሓገዙናን ካብኡ እንታይ ኢና ንብል ሕና በቃ ከምዚ ናብኣቶም ኢና ንፍርድ ንብል ለይሓገዘኒ ለይበፅሐለይ ገለ ኢልና ንሓስብ ግን ኣብዚ ሳይድና ክንፈልጦ ዝግበአና ነገር እሱኸ እቲ ዓይነት ፀገም ይህልዮ ማለት ናብ ዓውዲ ፀገም ስውን ንዓና ዘይነገረና ፀገም ይህልዮ እዩ ስለዚ ተኽኢልና ኣብና ሰብ ፀገም ንበፅሕ

ሞኽርዒተይ ኣደይ ኣሰይ ሞኽርዒተይ ብርሃን ናይ ገዛና ንስኺ እንተሃሊኺና ኣደይ ብርሃን እዩ ዘመና ኣደይ ኣደይ ኣደይ ኣደይ ናይ ብሓቂ ሓላል ቀራቢት መኣዲ ብርሃን ናይ ደቃ ዘይምነው ያዕላ ኣደያ ኣደያ ኣደያ ኣደያ ናይ ብሓቂ ሓላል ኣሰይ ኣሰና ኣሉውልና መዓር ኩሉ ግዜ ወደይ መዓር ወደይ ኣለኹ ኣለኹ መዓረይ ኣሉ ኣሰይ ኢልካ ሕደር ኣሜን ኣሜን ኣሰይ ኢልካ ኣሜን ሕደር ኣሜን ከምዚ ኣነ ተሓጉስያ ዘለኹ እስኻ ከዓ ብደቅኻ ተሓጎስ ኣሜን ኣሜን ኣሰይ ኢልካ ሕደር ኩልኹም ፋሕ ኢልኩም ዘለኹም ተፋላሊኹም ዘለኹም ከምዛ ንሕና ተሓቋቒፍናያ ዘለና የተሓቋቑፍኩም የረኣኣይኹም
ንኣምላኽ ዘይከኣሎ ነገር የለን እሞ ኩልኹም ብልቢ ዋላ ሽሕ ግዜ ተፋላለዩ ሽሕ ግዜ ተነውሐ ኣብ ማዕሙቕ ልቢ ብሓንሳብ እንተለኻ ኩሉ ግዜ ትራኸብ እንዲኻ ግን